ገያሺ ልቢ ተኸታታሊት ልቢ ወለድ ዛንታ ደራሲ ቢንያም ፍስሐ ጽዮን ተራኺ ተስፊት ገብረ ሚካኤል መበል 29 ክፋል
ባህር ናይታ ሓዋ ኣፍቂርዋ ዘሎ ወይዘሪት ክትፈልጥ እምበር ብዛዕባ ሓዋ ኣመልኪታ ክትዛረብ ኣይኮነትን፣ ኖህ እውን ከምኡ ክትገብር ኣየፍቅድን እዩ። ድሕሪ ምባል፣
ናይ ኖህ ተግባር እኳ ዘገርም እዩ፣ ተሓቢእካ ዶ ጓል ተፍቅር ኢኻ ወደይ? ዘመክሕ እኳ ኣይኮነን፣ ጓል እንተፍቂርካ ሓፍትኻ ከምኡ እውን ኣዴኻ ኣብ ሓደ እዋን ጓል ምንባረን ክሳብ ትርስዕ ኢኻ ትኸውን፣ ጓል ክብርቲ እያ ኢልዋ መጽሓፍ። ክቡር ሰብ ድማ ክፍራሕ ግድን እዩ። ንምዃኑ ደብዳበ ምጽሓፍከ ክሳብ ሕጂ ትተሓጋገዞ ኣለኻ ዲኻ ዋስ ሰልኪካ? ኣዕሊለካ እንድየ ረሲዕካዮ ዲኻ? እዋይ እወ ግብ ኣቢለ እንድየ ረሲዐዮ። ነቲ ኣፍቂርዋ ዘሎ ጎርዞ እውን ከላልየካ ከም ዘይደሊ ሓቢርካኒ ኔርካ መስለኒ። ንዓንዶ እስራኤል? ድሕሪ ምባል መቐመጢኡ ናብ ዓርኩ ብምቕራብ፣ ሓደ መዓልቲ ተማዊትና ክንላለያ ዘይንፍትን፣ ኣበይ ከም እትሰርሕ ትፈልጥ እንዲኻ? ንሱኳ እትሰርሓሉ ቦታ ብልክዕ ኣይሓበረንን፣ ሓቢሩኒ እንተኾይኑ'ውን ኣይዝክሮን። እንተኾነ ብመንገዲ ሓብቱ እትሰርሓሉ ቦታ ክንፈልጥ ስለ ንኽእል ንምርካባ ጸገም ኣይኮነን። ናይ ግድን ክትርእያ ትደሊ እንተለኻ ኣረጋጊጸ እበይ ብሓባር ክንኸዳ ንኽእል ኢና። ሓብቲ ከም ትብሎ እታ ንዋህ ኣፍቂርዋ ዘሎ ጎርዞ ኣዝያ ምልክዕትን ንሓዋ ውን መዘንኡ ከም ዘይኮነትን እዩ። ሰብ ብመልክዑ ድዩ ክምዘን ዘለዎ እስራኤል? ኣቢሜሌክ ሓተተ። እስራኤል ንዝተላዕለ ሕቶ መልሲ ስለ ዘይነበሮ ብስያፍ ጠሚቱ ትም በለ።
ማለተይ ካልእ ቁም ነገሩ ኣብ ምርጫ ኣይኣቱን ድዩ? ንሱ እኳ መልክዓ ጥራይ ርእዩ እዩ ኣፍቂርዋ። ይትረፍ ቁም ነገራ ነዛ ዓይኑ መሊኡ ውን ጠሚትዋ ኣይፈልጥን እዩ። ደሓር ድማ ክትፈልጥ ናይ ዓይኒ ፍቕሪ መልክዕ እምበር ቁም ነገር ክርኢ ዕድል የብሉን። ሓብቱ ከምኡ ምባላ ናይ ሓዋ ስምዒት ስለ ዝፈለጠት እዩ። ዝኾነ ኮይኑ ናይዚ ወዲ ጉዳይ ንዓይ ከይተረፈ ከሰክፈኒ ጀሚሩ ኣሎ። ንስኻ ክትሕግዞ ጀሚርካ ከተብቅዕ ሓገዝካ ግና ኣብ መወዳእታ ከተብጽሖ ኣይከኣልካን። እዚ ወዲ መመሊሱ ናብ ጸገም ገጹ ዩ ዝምርሽ ዘሎ እምበር ፍታሕ ናብ ዝረኽበሉ ይጓዓዝ የለን እሞ ኣነ እንታይ ዘይገበርኩ ኢኻ ደሊኻኒ ኣብ ሓሳበይ ዘይነበረ ጉዳይ ኣምጺኡ ከም ዝጥርጥረኒ ዝሓበረኒ ሰብ ክሕግዞ ኢልካ ትሓስብ ሰብ እምበር ጻድቕ ክኸውን ኣይክእልን ዩ ኣብ ቦታይ እንተትህሉ እንታይ ምገበርካ እስከ ንስኻ ገጭ ገጭ እናበለ መልሲ ተጸበየ
እስራኤል ፈለማ ብንጹህ ሕልና ንሓገዝ ስለ እተበገስካ ሕጂ ውን ሓገዝካ ከተቋርጽ የብልካን ኣፍቂሩ ስለ ዝኾነ ስግኣት የዛርቦ ከም ዘሎ ክንርድኣሉ ኣለና መስለኒ። ሓገዝካ እንተ በቂቅካሉ እንታይ ክገብር ይኽእል ኢልና እስከ ንሕሰብ። ብዓሉ ንስምዒቱ ዝገልጽ ደብዳበ ክጽሕፍ ይኽእል ድዩ? እንተ ጸሓፈኸ ምስቲ ኣቐዲምካ ዝጸሓፍካሉ ደብዳበታት ዝመሳሰል ክጽሕፍ ይኽእል ዶ? ኣይክእልን እዩ።
ንዘልዓሎ ሕቶ ባዕሉ ድሕሪ ምምላስ፣ ኣብ ዝገደደ ናይ ኣእምሮ ነውጺ ከይኣቱ ክትጥንቀቐሉ ኣለካ። ምኽሪ ለገሰ። ባዕሉ ይፈልጥ በጃኻ። ኣእዳዉ እናነጸገ መለሰ እስራኤል። ዓሻስ ሓጋዚኣ እንተ ረኣየት መዲዳ ትሓብእ ድዩ ዝበሃል። ዝተላለኽወን ኣዋልድ ስለ ዘይወሓዳ ኖህ ንዝጠመታ ጓል ዝጥምት ኣዒንቲ የብለይን። ስግኣት እዩ ዘዛርቦ ዘሎ እኳ ኢለካ። ባዕሉ ይፈልጥ። ዳግማይ ክሕግዞ እንተ ኾይነ ፈለማ ይቕሬታ ክሓትት ክኽእል ኣለዎ። ውሳኔኡ ኣፍለጠ።
ዝኾነ ኮይኑ ክኸይድ ግደፈኒ። ሃንደበት ብድድ በለ።
ገዲፍካኒ ዲኻ ትኸይድ? ሎይስ ብምድንጓያ ዝሓረቐ ኣብሜሌክ ዓንጾ ዓንጾ ንዓርኩ ኣጓጠጠሉ።
ዛይድ ኣብ ገዛ ትጽበየኒ ኣላ። እንታይ ድየ ክብለካ ጸኒሐ? እስራኤል ኮፍ ከይበለ መለሰ። ተሃዊኹ ስለ ዝነበረ ኮፍ ክብል ኣይመረጸን።
እሞ ኣነ ድማ ንዓኻ እተገድስ ሰብ ቆጺረ ኣለኹ እብለካ ኣለኹ። ንመን ኢኻ ትቖጽረለይ? ሎኢስ ክትኸውን ከም እትኽእል ግምት ዘሕደረ እስራኤል ኣንጸርጸረ። ሕጂ ከውንኒ ኣቢሜለክ ዓርከይ፣ ዝበለ እስራኤል ካብ ዓርኩ ክሃድም መንገዱ ጸረገ።
ሰናይት እንታይ ከም ዝኾንኩ እኮ እዩ ጠፊእኒ ዘሎ ከም ቀደምኪ ዘይትኾኒ ካርመል ብደገ ናብ ስራሕ ምስ ኣተወት ሰናይትን ዮዲትን ዘረባ ልዒለን ስለ ዝጸንሓኣ ንኽልቲኤን ጠሚታ ነታ ገና ዘረባ ዝቐጸለት ሰናይት ተማዕተታ እንታይ ድያ ትብለኒ ዘላ ንሳ ካርመል ስለ ዝዘረየታ ንብዓት ክስዕራ እናደለየ ኣቑረምረመት
እንታይ ኹን ኮንክን ዮዲት ኣብ ቦታ ስራሕ ከም ዘለኽን ከመይ ጌርክን ትዝንግዓ ቀጻሊ ተናፋፊሕክን እርእየክን ኣለኹ ኣብዚ ስራሕ ብኸምዚ ዘለኽንኦ ጥባይ ክትቕጽላ ኣይትኽእላን ኢኽን እብለክን ኣለኹ ተሰምዓ እንተ ኾንክን ስምዓ ካርመል ሃደደተን።
ኣይተጋገኽን ካርመል ዝበለት ዮዲት ካሊኢታ ተዓሪፋ ቀጸለት ኣነ በዛ ሰብ እዚኣ ሰላም ሲኢነዮ ዘለኹ ክትገድፎ እያ ዝብል እምነት ስለ ዝነበርን ክሳብ ሕጂ ብትዕግስቲ ተጸብየያ ንዓኹ እውን ብዛዕባ እዚ ኣጋጢሙና ዘሎ ጸገም እንታይ ገበረት ስለ ዝበልኩይ ነገርኩኽን። ሕጂ ግና ከምዚ ትርእዮ ዘለኺ ጉዳይ ናብ ጥርዚ በጺሑ ኣሎ። ከም ዝተወድኣ ሓበረት።
እንታይ ኣራኺብክን? ሓተተት ካርመል ንኽልቲኤን በብእብረን እናጠመተት።
ንሕና ዘራኽብ የብልናን፣ እንተሎ ናትኪ ጉዳይ እዩ። ሰናይት ከይተቐደመት ሓሳባ ገለጸት። እንታይ ኮንክን ኢኽን ብጉዳየይ ዝተባኣስክን ደኣ ቁሩብ ከይትሓፍራ እንዲኽን። ዝገረማ ካርመል ኣዒንታ ኣብ ልዕሊ ክልቲኤን ኣፍጠጠቶ።
ሰናይት ዘይኮነ ዘረባ'ያ ትዛረብ ዘላ ካርመል። ተቓወመት ዮዲት። ልክዕ'ዩ ኣብቲ ፈለማ በቲ ዝጸሓፈኪ ዝነበረ ደብዳቤታት ኣብ መንጎ ክልቴና ፍልልይን ክትዕን ተላዒሉ ኔሩ። ኣነ ዘይምቕሳንኪ ከዛርበኒ እንከሎ ንሳ ድማ ከም ትደልዮ ጌራ ትዛረብ ኔራ ደሓር ግና። ንናኦድ ገዲፋ ምስዚ ደብዳበ ዝጽሕፈላ ዘሎ ሰብ ፍቕሪ ዝሓዛ ትመስል ኣላ ምስ በለትኒ። ንዮዲት ኮሊፋ ዘረባ ዝጀመረት ሰናይት፣ ዮዲት በቲ ዝሰምዓቶ ርእሳ ክትሕዝ ምስ ረኣየታ ኣቋረጸት።
ቀጽሊ ሰናይት። ካርመል ብሕርቃን ነዲዳ ኣትመጸት። ኣነ ድማ ክትጭነቕ ርእየኪ ስለ ዝነበርኩ ከምኡ ከም ዘይኮነ ሓቢረያ። ሓሳዊት'ያ ሓሳዊት! ምጽዋር ዝሰኣነት ዮዲት ናብ ቅሉዕ ጸርፊ ኣተወት። እቲ ንሳ ዝበለትኒ'ያ ገልቢጣ ትሕብረኪ ዘላ። ንስኺ ኰንክን ኣብ መኪና ካርመል ደብዳበ ከም ዝረኣኽን ካርመል ብተግባርኪ ከም ዝሓረቐትን ዝነገርክኒ። እዚ ሓሶት እንተ ዀይኑ እስከ ተዛረቢ! ሓሳዊት ኮንኪ? ናኦድ ናብ ስራሕ ምስ መጸ ስለምንታይ ሰላም ከም ዘይበለና ምስ ሓተትኩኺ፣ ካርመል ምሳና ርክብ ክህልዎ ኣይትደልን እያ፣ ምኽንያቱ ምሳና ርክብ እንተገይሩ ብዛዕባ እቲ ደብዳበ ዝጽሕፈላ ዘሎ ሰብ ከይንነግረላ ትፈርሕ እያ ዝብል መልሲ ኣይሃብክንን? ኣዒንታ ኣብ ልዕሊ ካርመል ኣተኲራ ንዮዲት ጠቀነታ።
ንስኻትክን ደኣ ዘይትሰርሓ ዘለኽን? ወረ ወዲ ወረ እንዲኽን ተኣኻኽባ ዝትውዕላ ዘለኽን? ብቝጡዕ ኣዒንቲ ንኽልቲኤን ጠመተተን።

ብፍላይ ንስኺ ናብ ሰናይት ኣመልከተት። ካብ ትሰርሕዮ ወረ ወዲ ወረ ክትእክቢ ተጥፍእዮ ግዜ ይበዝሕ። እቲ ንዮዲት ክተኽፍኢ ዝበልክዮ ድማ ናትኪ እዩ። ንስኺ ኢኺ መኪናይ ደብዳበ ዝረኣኺ። ዮዲት ኣብቲ እዋን ኣብ ስራሕ እያ ነይራ። እሞ ሓቃ እያ ዮዲት። ኣብ ልዕለይ ዘለኪ ናይ ጽልኢ ስምዒት ገምጊማ እያ ከተባርረኪ እያ ትብለኒ ዘላ። ኣፍኪ ጥራይ ሕዝለይ። ንዓይ ክልቴኽን ሓደ ኢኽን። ክትፈልጣ ድማ ኣብዚ ገዛ ዝሰርሓ እምበር ዘውርያ ኣየድልያን'የን። ኣእኺልክን እንተኾንክን ኣእኺልና ምባል ናይ ለባማት ባህሪ እዩ። ኣነ ዝበልኩዎ የብለይን ካርመል ኣፍኪ ሕዚ ዮዲት ሕጂ ናይ ማንም ዘረባ ክሰምዕ ኣይደልን እየ ብምባል ሕርቃና ክሳብ ዝሰኽነላ ካብተን ሰራሕተኛኣ ግልል ኢላ ክትጸንሕ ንደገ ወጸት።
ኣንቲ ትም ኢልኪ ከምኡ እይትበሊ። ኣቢሜሌክ ነታ ዶንግያ ዝመጸት ሎኤስ ብስምዒት ክምልሰላ ተሰምዐ። ዘጥፋእኽዮ ግዜ ክትዝክሪ ፈትኒ። እስራኤል ብግዜኺ መን ይፈልጥ ብነብስኺ እውን ተጻዊቱ ክኸውን ይኽእል እዩ። ጓል ድማ ዝሓዘቶን ካልእ ኣማራጽን እንተለዋ እያ ካብ ዓርካ ንምፍላይ ስጉምቲ ትወስድ። ንምዃኑ ንስኺ መተካእታ ናይ እስራኤል ዝሓዝክዮ ኣለኪ ድዩ? ኣምላኽ ሒዘ ኣለኹ። ካብኡ ዝዓቢ ድማ የለን። መለሰት ሉዒስ። ኣንቱ ስቕ ኢልኪ መዕጸዊ ዘረባ ኢልኪ ትዛረቢ። ኣምላኽ ምስ ኩሉን ኣሎ ዋላ ምስተን ዝጠልማን ዝኸሓዳን ውን ኣሎ ምስቶም ዝጠልሙን ውላዶም ዝኽሕዱ ውን ኣሎ ኣምላኽ ናተይ ናትኪ ናይ ኩሉ እዩ ሓደ ነገር ክትዝክሪ ዘለኪ ፈጣሪ ኢድ ሂቡኪ እንተዘይ ተጠቒምክሉ ኢድ ኮይኑ ከም እትሰርሒ ይገብረክን እዩ ድሕሪ ምባል ዘረብኡ ብምቕጻል ንስኽን እስራኤልን ንዓመታት ብሓባር ዘይርኩም ምዃንኩም ዘይፈልጥ የለን ጠባዩን ኣካይድኡን ድማ እዛ ሕጂ ዘላ እያ ዝተቐየረ የብሉን ብዙሓት ኣዋልድ ስለ ዝጥምት እኳ እዩ ንዓኺ ረኺቡኪ ካበይ ዶ መጺኪ ኢኪ ስለምንታይ ሕጂ እቲ ንዓኪ ውን ክረክብ ዝሓገዞ ኣካይድኡ ዘይተቀየረ ኢልኪ ትሓምሚ ድሓር ከኣ ሜላ ድኣ ሃልኪ እምበር ተራር ምኳን ኣየርብሓክን እዩ ዝሓዝክዮ ኣለኪ እንተኮይኑ ግና ዘዋጽኣኪ ግበሪ ምክሩ ለገሰላ። ዝሓዝክዎ ድኣ እንታይ ክህልወኒ ግና በዚ ወዲ እዚ ሓሪረ እየ ኣቢ ሓወይ ቁሩብ ድንጋጸ ኣይስምዖን ብግዜይን ነብሰይን ከም ዘይተጻወተ ከም ዝኣረገ ኣቅሓ ክድርብየኒ እንታይ ኮይኑ ዝስምዓካ ንብዓት ሰዓራ
ሃላይ ጓል ነብሳ ሃላይ ወዲ ሽመቱ ኣረኪቡ ይስሕቅ ይብል እስራኤል ዓርከይ እሞ እንታይ ድኣ ተበዲልኪ እንከለኺ ብኣንጻሩ ንስኺ ክትርሕቂ ትደልዪ ዝተበደለ እንተረሓቀ እንታይ ይኸስብ በጃኺ እስራኤል ከም ድላዪ ክኸውን ኣይተፍቅድሉ ሓንሳብ ናተይ ኢልክዮ ኢኺ ናትኪ ድማ ግበርዮ ጓል እንተኸደት ጓል ትመጽእ ዝብል ማዕጾ ሃህ ኣቢሉ ክዕንድር ኣይተፍቅድሉ ሓደ ምስጢር ክነግረኪ እየ ጽን ኢልኪ ስምዕኒ እንታይ ዓይነት ምስጢር እዚ ምስጢር እዚ እስራኤል ዓርከይ ፍጹም ክሰምዖ የብሉን። እዚ እንተ ተሰማሚዕና ክቕጽል። ሕራይ ቀጽል። ካልእ ጓል ይጥምት ስለ ዘሎ እንተ ርሒቕክዮ ዝያዳ ናጽነት ክስምዖ እዩ። ኣብ ጾታዊ ፍቕሪ ምሉእ ናጽነት ዘለዎ ወዲ ጽቡቕ የብሉን። ካብ ንየማን ንጸጋም እዩ ዝኸይድ። ስለዚ ክመኽረኪ እንተ ኾይነ ካብ ካልኦት ኣዋልድ ምስ ሓዘ ብቕንኢ ትሓሪ። ንዕኡ ናትኪ ጌርኪ ምስተን ንዕኡ ዝደልያ ደቂ ኣንስትዮ ፍልምያ ምግጣም ይሕሸኪ። ኣነ ድማ ኣብ ጎንኺ ኮይነ ክሕግዘኪ እየ። ቃል ኣተወላ። ሕራይ!
እስራኤል ናብ ቤት ክኣቱ እንከሎ ንዛይድ ነዊሕ ከም ዘጸበያ ይፈልጥ ነበረ። ብዘይ ቆጸራ ሃንደበት ስለ ዝመጽኣቶ ግን ምድንጓዩ ብዙሕ ስክፍታ ኣይፈጠረሉን። ይቕሬታ ግበርለይ ዶንጌ። ብልዳት ናብ ሳሎን ምስ ተቐልቀለ ቅድሚ ሰላምታ ዘስምዖ ዘረባ ነበረ። ቅድሚ ሰላምታ ተሃዊኸዶ? ተግባሩ እናስሓቖ ንወላዲቱን ንዛይድን ተመልከተ። ክልቲኤን ነዊሕ ከም ዝፋለጣ ቡን ሒዘን ወጃዕ ይብላ ነበራ። ጸገም የለን እስራኤል ሓወይ። እታ ዝበልኩኻ መጽሓፍ ስለ ዝወዳእኩዋ እንድየ ክትርእየለይ መጼካ። ይቕሬታ ግና ብዘይ ቆጸራ ሃንደበት ከምኡ ብምግባረይ። እስራኤል ቅድሚ ዝኾነ ቃላት ምውጽኡ ዛይድ ከተጉርሖ ፈተነት። ኣዴኻ ቡን ስለ ዝቐለዋለይ ምድንጓይካ እኳ ኣይተረድኣንን። ብምባል ወይዘሮ ሰላማዊት ንዝገበራላ ኣቀባብላ ንእግረ መንገዳ ኣመስገነተን።
እሞ ኣብታ ክፍለይዶ ክንኸይድ? ቡን ተወዲኣ ድያ ኣደ? ዝሞለቖ ዘረባ ምስ ተረድኦ ኣዐረዮ። ወላዲቱ ስነስርዓት ቡን ከይተዛዘመ ኣብ ሞንጎ ዝትንስእ ሰብ ኣይፈትዋን እየን።
ተባሪኻ እያ ኣድመጻ ቅልጥፍ ኢለን። ደረጃ ናይ ወረጃ ስለ ዝኾነት ኣነ ክሰትያ እየ። ብምባል ተዋዝየን ወደን ንዘቕረቦ ሓሳብ ተቐቢለን ክኸዱ ፈቐዳ። እንታይ እሞ እስራኤል ወደይ ብዛዕባ ጽሑፍ እንተትሒዝክዮ ውዒሉ ክሓድር እዩ። ኣነ ድማ እቲ ውዒሉ ዝሐድርሲ ቁምነገር እንተኾነ እዩ ባህ ዝብለኒ። ዘረባ ንጉስ ጉርዲ የብሉን ስለዝኾነ ዝብሎ የብለይን እምበር ወደይ ቁምነገር ከይገብር ዕጭ ሐንፈፍኩ ካብ ዝብለኒ ነዊሕ እዩ ኮይኑ። ድሕሪ ምባል ገጸን ናብ ወደን ጠውየን። ወዲ ክንደይ ዓመት ኮንካ ከም ዘለኻ ትፈልጥ ዲኻ እስራኤል ወደይ? ሃንደበት ዘይፈትዎ ዕድመ ኣልዒለን ክዛረባ ጀመራ። ምስ ዛይድ ክንምርዖ ኢና። ካብቲ ክለዓል ዘይደልዮ ናይ ዕድሚኡ ጉዳይ ክሃድም ኣብ ኣእምሮኡ ዘይጸንሐ ዘረባ ሰንደወ። ከንደይ ሳዕ ከምኡ ዘይበልካ? ወይዘሮ ሰለማዊት ንምኽኒት ወደን ኢደን ብምውዝዋዝ ነጺገን ብድድ በላ። ንሰን ናብ ክሽነ ከምርሓ እንከለዋ እስራኤልን ዛይድን ድማ ናብታ እስራኤል ናይ ድርሰት ስርሑ ዘካይደላ ክፍሊ ተበገሱ።
ናይ ደሓን ዲኺ ዳእ እስራኤል ዛይድ ክሳብ ኮፍ እትብል ዓቅሊ ይገበረን። ኮፍ እሞ በሊ ዘይጥጥሕቲ መንበር ኣቀቢሉ ንሱ ውን ኣብታ ክጽሕፍ እንከሎ ኮፍ ዝብለላ ሴድያ ብምቅማጥ ትብሎ ክሰምዕ ተሃንጥዩ ተጸበየ። ናይ ኖህ ጉዳይ ዩ ካልእ ኣይኮነን ኣምጺኡኒ ተሃዋኹ ስክፍታ ዝፈጠረላ ዛይድ ቀልጢፋ መምጺኢኣ ምኽንያት ሓበረቶ። እታ ኣፍቂርዋ ዘሎ ጓል ዓርኪ ስለ ዘለዋ ኣብ ዘይጭበጥ ይደክም ኣሎ ኖህ ሓወይ ከመይ ጌርኪ ፈሊጥኪ ክሳብ እትውድእ ኣይተጸበያን ባዕላ ሓቢራትኒ ከም ቀደሙ ናባይ ይመጽእ ከም ዘየለ ፈሊጥኪ ዲኺ ኣይፈለጥኩን እንታይ ደኣ ኮይኑ ተረፍ ጭንቀታ ንእስራኤል ሓተተቶ ናይ ሓዋ ጉዳይ ስግኣት ክፈጥረላ ካብ ዝጅምር ኣዋርሕ ተቖጺሮም ነበሩ ብቐጻሊ ዝን ክብልን ኣብ ገዛ ምስ ስድራ ክገራጮ ስለ እትርእዮ ድማ ብኸምኡ እንተ ቐጺሉ ኣብ ሕማቕ ከይወድቕ ፍርህ ነበራ። እዚ ስግኣት እዚ ኸይመጽእ ድማ እያ ናብ እስራኤል ትመላለስ ዝነበረት። ሓዋ ንእስራኤል ከም ዝኣምኖ ስለ እትፈልጥ ብዘይክኡ ካልእ ኽሕግዞ ዝኽእል ሰብ ከም ዘየለ ዛይድ እምነት ነበራ። እቲ እስራኤል ዝበላ ግና ሓደ እምነት ዘንበረትሉ ሰብ ኣጥፊኡ ተስፋኣ ዘምክን ነበረ። እስራኤል ምስ ኖህ ዝተበሃሃልዎ ብዝርዝር ዓለላ። እታ ርእሳ ብተስፋ ምቑራጽ እናነቕነቐት ትሰምዕ ዝነበረት ዛይድ፣ ነዊሕ ድሕሪ ምስትንታን ግብረ መልሲ ሃበት። እስራኤል ሓወይ፣ ኖህ ክለምዕ ድዩ ክጠፍእ ዕምሩ ኣባኻ ወዲቑ ኣሎ። ሓወይ ምስ ልቡ ከም ዘየለ እፈልጥ'የ። ንካርመል ክላለያ ምስ ሓበርክዎ ክሕነቕ ምንም ዝተረፎ የብሉን። ክሕግዞ ኣንቂደ ስለ ዝነበርኩ ግና ናይ ኖህ ተቓውሞ ኣይዓንቀፈንን። ይሕግዞ እዩ ዝበልክዎ ስጉምቲ ወሲደ ድማ ካርመል መሓዛይ ከም እትኸውን ገይረያ ኣለኹ። እዚ ስለ ዝገበርኩን ስለ ዝተቐራረብናን ድማ ዓርኪ ከም ዘለዋ ባዕላ ሓቢራትኒ ኣላ። እዚ ጉዳይ ንኖህ ከይትነግርዮ። ንዓኻ ከየማኸርኩ ከመይ ገይረ ክነግሮ? ብጥዕንኡ ዘሎ ከይመስለካ። ኖህ ቀስ ብቐስ ናብ ከቢድ ሕማምን ጽላለን እዩ ዝኸይድ ዘሎ። ኣብኡ ከይበጽሐ ግና ነድሕኖ። ካርመል ርእየያየ ፈጺማ ንዑ ትኸውን ጓል ኣይኮነትን። ዓይኒ ኣለኒ ኢልካ ነጋውስ ዝጥምትዋ ጎርዞ ኣይትጥምትን ኢኻ። ኣዒንቲ ሓወይ ግና ንጥፍኣተን ግዲ ሓሲብሎን ኮይኑ እነሀለዋ ዘይዓቕመን ጠሚተን። ከምቲ ዝገለጻ ኣዝያ ጽብቕቲ ድያ? ኣነስ ኣፍቃሪ ፍቕሪ ብዝመልኦ ስምዒት ስለ ዝዛረብ ኣጋኒኑ ዝብል እምነት እዩ ነይሩኒ። እታ ጓል ብቁንጅናኣ መዋዳድርቲ የብላን ከምተን ይትረፍ ክትምነየን እንተጠሚትካየን እኳ ዓቅምኻ ክትፈልጥ ዝሕብረኻ ደቂ ኣንስትዮ ሓንቲ እያ እቲ ዘሕዝን ግና ኖህ ሓወይ ጠሚትዋ ጥራይ ዘይኮነ ኣብ ልቡ እውን ኣእትይዋ እዩ ካብ ነብሱን ካብ ገዛናን ድማ ጥዕና ኣርሒቁ ክደፍራ ዘይከኣለሉ ምኽንያት ዓቅሙ ኣሲሩ ስለ ዝሓዘ ኮይኑ ይስመዓኒ እስራኤል ሓወይ ካልእ ኣይኮነን ዘረባ ደኣ ኣብዚሐልካ እምበር ምኽርኻ ደልየ መጽየ። እዚ ክትብለኒ ዝጸናሕካ ትርጉም ዘለዎ ኮይኑ ኣይስማዓንን። እጥርጥረካ'የ ስለ ዝበለካ ውን ንስኻ ከም ንቡር ሰብ ትሓስብ ስለ ዝኾንካ ክስማዓካ የብሉን። ምኽንያቱ ቁንጅና ካርመል ክዕዘብ ናብኣ ቁሊሕ ዝብል መንእሰይ ወሰደለይ ብምባል ብዓይኒ ጥርጠራ እየ ዝርእዮ። ደሓር ከኣ መን ናቱ ምስ በሎ'ዩ ሰብ ክጥርጥርን ዘይክጥርጥርን? ምርኡይዶ ኮይኑ ሓቀይ? ሃቅኺ ኢኺ። እስራኤል ርእሱ ብምንቕናቕ ምስ ዘቕረበቶ ሓሳብ ከም ዝሰማማዕ ሓበራ። ኣብቲ ፈለማ ተግባር ኑህ ኣዝዩ ኣሕሪቑኒ ነይሩ። ዝሓገዝካዮ ሰብ ተገልቢጡ ክኽሕደካ እንከሎ እንታይ ይበሃል? እዚ መስጣ'ውን ስለ ዘለዎ ኣቦታትና ኣይትጥለም ኣማኒኻ ከይጠልመካ ፈጣሪኻ ዝብል ምስላ ኣጽኒሖምልና'ዮም። ብምባል ንተግባር ኖህ ሸለል ክብሎ ከም ዘይክእል ብተዘዋዋሪ መንገዲ ኣረጋገጸላ።
ከምኡ እይትበል እስራኤል ሓወይ እነግረካ እንድየ ዘለኹ ኖህ ካብ ልቡ ኣይኮነን ኣብ ደረጅኡ ወሪድካ ምዝራብን ንዝበሎ ብስምዒት ምርኣይን ጽቡቕ ኣይኮነን ከመይ ጌርና ካብ ካርመል ከም ነገላግሎ ጥራይ ንሕሰብ ከምኡ ምግባር ንዓኻ ውን ከሐጉሰካ እዩ እስራኤል ሓወይ ምኽንያቱ ንውጽኦ ምሕጋዝ ዓቢ ዕግበት ስለ ዘለዎ። ኣነ ክሕግዞ ደሌ ብኸመይ ግን ኣይፈልጥን። ካብ ፈለማ እውን ክሕግዞ ኢለ'የ ናብ ካርመል ዝሰዶ ዝነበረ ደብዳቤታት ጽሕፈሉ ኔረ። ዓርኪ ከም ዘለዋ ምንጋር ምንም ዝጠቕሞ ኣይኮነን። እቲ ዝጠቕሞ ንስኺ ምስ ካርመል ጥቡቕ ዝምድና መስርቲ'ሞ ናይ ዓይኒ ኣፍቃሪቱ ምስ ግዜ እቲ ጸገም ተረዲእዋ ክትሕግዞ ክትብገስ እያ። ብኸመይ እስራኤል?
እስራኤል ዘምጽኦ ሓሳብ ብዝርዝር ክገልጸላ ሓተተት። ንሱ ከይፈለጠ ኩነታቱ ኣግሂድና ንሕብራ። እዚ ግና ምስጢራዊ ብዝኾነ መንገዲ ክኸውን ኣለዎ። ካርመል ንፍቕሩ ዘይትቕበል እንተኾይና እቲ ክትገብሮ ዘለዋ ክትሕግዞ ምእማን እዩ። ምኽንያቱ ዋላ ንሳ እያ ሰላም ክትረክብ ዘይትኽእል። ብዛዕባ ምስጢር ኣይትጠራጠር። ደሓር ከኣ ኖህ ሓወይ ስለ ዝኾነ እምበር ጓል ትመርጾ መንእሰይ ኣይኮነን። ነብሱ ኣየልዕል፣ ጽሬቱ ኣይሕሉ፣ ኣብዚ እዋን ጓል ጠሚትካን ነብስኻ ረሲዕካን ደኣ ዘይከውን ነብስኻ ኣልዕል ኢለዮ ፈጺሙ ክሰምዓኒ ኣይከኣለን። ከም በዓል ካርመል ዝኣመሰላ ውላድ ወርሒ ዝመስላ ደቂ ኣንስትዮ ከተፍቅር ፈለማ ነብስኻ ክትፈልጣ ኣለካ። ፍቕሪ ዕዉር ዝበሃል እኳ እንተኾነ ኣብ ሓወይ ምስ በጽሐ ግና ሓንኪሱ፣ ቆርዩ፣ ጸሚሙን በሃም ኮይኑን እየ ዝብሎ። እስራኤል መግለጺ ዛይዳ ሰሓቖ። ፍቕሪ ከምኡ እንድዩ ስረኻ ብርእስኻ ከውጽእ እዩ ሒኽ ዝብል። እንተዘየውጺእካዮ ድማ ብስሬኻ ይሓንቀካ። ዝኾነ ኮይኑ ንስኺ ከምቲ ዝግባእ ምስ ካርመል ዝምድና እንተመስሪትኪ፣ እቲ ኣብ ኖህ ኣጋጢሙ ዘሎ ጸገም ብሓባር ክንሕብራ ንኽእል ኢና። ንዕኡ ጥራይ ዘይኮነ እንተላይ ንዓኣ ካብ ጸገም ከነናግፋ ስለ ዝኾንና ክትሕግዘና እያ። ምኽንያቱ ፍቕሪ ብዘይትቕበሎን ዘይቅበሎን እንተመጺኡ ሓደጋ እዩ። ስለዚ ጉዳይ ኖህ ብኸምዚ ዝበልኩኽን ተሓዝናዮ ይሕይሽ። ብምባል እቲ ዘረባ ኣብኡ ክዕጾ ኣንፈተ።
ጸቡቕ፣ በል እንታይ ከም ዝገበርኩ ክሕብረካ ስለ ዝኾንኩ ተጸበየኒ። ገና ተላሊና እምበር ዛጊት ምሕዝነት ጀሚርና ክብለካ ኣይክእልን እየ። እንተኾነ ካርመል ሰብ ትደልን መሓዙት እውን ስለ ዘይብላ ኣብ ሓጺር እዋን ጽቡቕ ዝምድና ክንመስርት ኢና ዝብል ተስፋ ኣለኒ። ኣረጋገጸትሉ።
እሞ ዋላ ኣዋልዴን ዘይደፍርኣ ማለት እዩ። ጽቡቓት ናተን ዓለም ንምፍጣር ምስ ገዛእ ርእሰን ጥራየን ከዕልላ ዝመርጻ። ስለዚ እዩ ሰብ ዘየድልየን። ተዋዘየ ዝኾነ ኮይኑ ክጽበየኪ እየ።
መበል ዕስራን ትሽዓተን ክፋል ተኸታታሊት ልብወለድ ዛንታ ገያሺት ልቢ በዚ ተዛዚማ ኣላ።